ሰላም ከመይ ትጸንሑ ተኸታተልትን ፈተውትን ራራ ሚድያ ዘራራ ሚድያ እዩ ዋናውን ሞያውን ሚዛናውን ትሕዝቶታት ዝጸለት ሒዝና ቀሪብና ኣለና ኣብ ናይ ሎማዓንቲ ሓበሬታና ብመንጎ ወናኒ ትካል ገባር ሰናይ ሕወይቲ ዝኾነት መሰረት ሓዱሽን ጓል ጀነራል ሸሪፉ ዝኾነት ናይ ልወልደ ጆርግስ ፈጥረ ዘይምርድዳእ ቀፂሉ ታይ እባ ይስውን ዝብል ክንርኢ ኢና። ፕሬዝደንት ትግራይ ምስ ቀዳማይ ሚኒስትር ኣብይ ኣሕመድ ዕውት ዝበሃል ዘተ ገይሩ። ናብ ደቡብ ወሎ ገፁ ዝደፍእ ዘሎ ሰራዊት ፋኖ ዝተፈላለዩ ቁሸታት፣ ሓውሲ ከተማታት ኣብ ትሕቲ ሙሉእ ቁፅፀሩ ኣእትዩ ኣሎ። ከም ወልድያ ዝኣመሰላ ዓበይቲ ከተማታት፣ ከቢብሎም ምዕባለታት ተሰሙኑ ንድህስስ ከም በዓል ፋኖዛ መሰል ዕጡቓት ጉጅለ ብገንዘብ ብምውዳብ ሓገዝ ይረኽበሉ ዝብል ክሲ ወገን ኢትዮጵያ ዝስማዕ ዘሎ እንትኸውን ኣብ ትግራይ ወራር ንምጅማር ምክንያት ምዃኑ ይሕበር ኣሎ። ናይዚኦምን ካልኦትን ሓበሬታታት ብዝርዝር ክንድህስስ ኢና። ናብ ዝርዝሮም ኣቢልና ዋናኒት ትካል ገባር ሰናይ ሕወየት ዝኾነት መሰረት ሓዱሽ ኣዋርድ ክትቅበል ኣብ ትግራይ ናህታ ፉቱታት ሒዘን ፍትሒ ይወሃበና ኣጭበርቢራትና እያ ዝብላ ገፀን ዝተሸፋፈናን ዝተቐላልዓን ደቂ ኣንስትዮ ነይረን። ብተደጋጋሚ ብሽም ውፁዓት ደቂ ኣንስትዮ ትብለፅን ሃብቲ ዘካማችን እያ እናተብሃለ ትትሕመ መሰረት ሓዱሽ ኣብ ዝሓለፈ ወርሒ ጀሚሩ ክስታት ክቐርበላ ዝፀንሐ እንትኸውን ኣብዚ ሰሙን እዚ ድማ ብጋዜጠኛ ናይል ወልደጀወርግስ ተቓውሞ ገጢምዋ ኣነ መሰረት ከም ተጭበርብር እኹል መረዳእታ ኣለኒ ትብል እታ ጋዜጠኛ እታ ወናኒት ትካል ሌባ ምዃንኪ ኩሉ ይፈልጠኪ እዩ ክትብል እያ ትገልጻ። ብርከት ዝበላ ጉድኣት ዝበፅሐን ደቂ ኣንስትዮ ናብ ቢሮ ብምምፃእ ከምዝተበደላ ብተደጋጋሚ ይነግራ። ኣነ እውን ናብታ እታ ቢሮ ተደጋጋሚ ከይደ ስለቲ ጉዳይ ሓቲተያ ነይረ ትብል እታ ጋዜጠኛ። ምሕታት ጥራሕ ዘይኮነስ ምስ መሰረት ምስ ዝቀራረቡ ሰባት እውን ነቲ ጉዳይ ከመይ ከምዝፍታሕ፣ ከመይ ገይራ ነተን ተጎዲእና ዝብላ ደቂ ኣንስትዮ ክትሕግዝ ከምዘለዋ ይነጋገር ነይረ፣ ባዕለን እውን መልሲ ከባልኡ እየን ትበል። ኣብ ዝተፈላለዩ ሚድያታት እናወፅኣ መሰረት ሓዱሽ ከምዚ ገይራትና ዝብላ ደቂ ኣንስትዮ ውሑዳት ኣይኮናን። ኣብ ቀረባ ሰሙን ኣብዚ ሰሙን እዚ እውን እንተኾነ እታ ወናኒት ትካል ገባር ሰናይ እቲ ትካል ድማ ተደጋጋሚ ምጭብርባራት ከም እትፍፅም ባዕለን እተን ደቂ ኣንስትዮ እውን ብምስሊ ዝተሓገዘ ቪድዮታት እናሰርሓ ፀኒሐን። መሰረት ነዘን ደቂ ኣንስትዮ ሓጊዘየን እየ ኢላ ቅድሚ ዝተወሰነ ኣዋርሕ ናይ ባንክ ስቴትመንት ሂባተን ኔራ ትብል እታ ጋዜጠኛ ድማ ነገር ግን እተን ጉድኣት ዝበፅሐን ኣሕዋትና ብሽም ኣብ ንባንክ ዝተኸፈተ ባንኪ ከምዘለዎ ከምዘይፈልጣ እየን ነጊረናኒ ጭራሽ ትፌርማ እውን ናተን ኣይኮነን ብሽም ኣካውንተን ተኸፊቱ ገንዘብ ወፃእ ክኸውን ተጌሩ ካብ ዲያስፖራ ዝመፀ እውን ኣብዚ ምስ መሰረት ባእሲ እዩ ተጀሚሩ ክትብል ድማ እቲ ዘጋጠመ ናይ ክልቲኤን ባእሲ ትገለፅ ብወገን መሰረት እዚ ዝገለፀት ናይን ወልደጀወርግስ ባእሲ ዝጀመረሉ ዝገለጸት እንትትከውን፣ እኹል ዝኾነ መረዳእታ ኣለኒ፣ ፊት ንፊት ብሕጊ ክንራኸብ ንኽእል ኢና ዝብል ጻውዒት እውን ኣቕሪባትላ። ናይል ሚድያ ስለ መሰረት ዝጸለመ ፕሮግራም ትሰርሕ ኣላ እናበለት ግን ተናዲደ ንመሰረት ደዊለ ሕደግ ኢለ ተዛሪበያ። ሓቂ እንተሃልዩከ ብዝለኹዮ ሚድያ እውን ንቐርብ ኢለያ ድማ እየ። መሰረት ብዙሓት ሓጊዘየን እትብለን ኣሕዋትና ግን የመስግንዋ ድዮም? መልሲ። ንባዕላ ንግደፎ ክትብል ድማ ትካል ገበር ሰናይ እውን ነቒፋታ። ካልእ ቅድሚ ሕዚ ንሓንቲ ሓፍትና ዶክመንተሪ ሰሪሓትላ ብሻዕብያ ወታደር ዝተደፈረት ኣብ ወረቐት ሓገዝ ኢላ ሚእቲ ሽሕ ገንዘብ ኣፈሪማታ ነገር ግን ዝኾነ ኣይነት ገንዘብ ኣይተውሃባን እዚ ድማ እታ ቆልዓ ምሳይ ናብታ ቢሮ ከይዳ እንዳበኸየት ነጊራታ እያ ኣብ ቅድሚ መሳርሕታ መሰረት ነቲ ገበና ምስ ፖለቲካ ካብኡ ተታሕዞ ዘላ ክትብል ድማ ኣብ ማሕበራዊ ሚዲያ ዝውዛዕ ዘሎ ቅዳሕ ድምፂ መግለፂ እውን ሂባትሉ። እታ ጋዜጠኛ ናብ ኣክሱማዊት ሚዲያ ቀሪባ ሓሳብ ዘንፀባረቐትታ መሰረት ድማ ንዓይ ከፀልሙ ስርሐይ ከዐንቅፉ ዝህንደዱ ብዙሓት እዮም ክትብል ድማ ንዘረባታ ጋዜጠኛ እውን ነፂጋቶ። መሰረት ተደጋገምቲ ክስታት ዝቐርበላ እንትትከውን እታ ጋዜጠኛ እውን እንተኾነት ብተቕርቦ መደባት ኮነ ትሕዝቶታት እውን ነቐፌታ ክቐርባ ይረኣ። ኣብ ዝሓለፉ እዋናት ናብ ኣዲስ ኣበባ ኣምሪሓ ኣብ ቁፅፅር ውዒላ ዝፀንሐት እታ ጋዜጠኛ ጎንፂ ብምልዓል ዝብል ተኸሲሳ እውን ናብ ትግራይ ምምላሳ ዝርሳዕ ኣይኮነን። ፕሬዝደንት ትግራይ ምስ ቀዳማይ ሚኒስተር ኣብይ ኣሕመድ ዕዉት ዝበሃል ዘተ ገይሩ። ኣብ ትግራይ ሻቕሎት ፈጢሩ ዘሎ ፖለቲካዊ ቅልውላው ምናልባት ዶ ኲናት ኩላሕ ይኽእል? ንዝብል ድማ ንውሑድ ሰዓታት ዝተላዘበ ፕረዚደንት ትግራይ ፀገማት ትግራይ ብልዝብ ድሑ ተስማሚዑ ተመሊሱ ኣሎ። ተደጋጋሚ ናብ ኣዲስ ኣበባ ዘምርሐ እቲ ፕረዚደንት ምስ ኣብይ ኣሕመድ ኣወንታዊ ልዝብ ክገብር ምርድዳእ ክፈጥር ዝረኣ እንትኸውን ቅድሚ ናብ ስልጣን ምምፅኡ እውን ምስቲ ቀዳማይ ሚኒስተር ምርድዳኣት እናገበረ ነይሩ። ካብዚ ወፃኢ ብኽልቲኡ ወገን ናብ ኲናት ክወስዱ ዝኽእሉ ምስሕሓባት ንክዝሕልው ኩሉ ወገን ሓላፍነት ብመንፈስ ክሰርሕ ከም ዘለዎ ቀዳማይ ሚኒስተር ጀኔራል ታደሰ ወረደ እውን ኣብ ምርዳእ በፂሖም ጀኔራል ታደሰ ጉዳዮም ዛዚሞም ናብ መቐለ ምስ ተመልሰ ድማ እቶም ውዕዋዓት ግን ዝቐፀሉ እንትኾኑ እቲ ፕሬዝዳንት ካብ ስልጣን ክወርድ ካብ ኣስመራ ትእዛዝ ተዋሂቡ እዩ ዝበለ ጀኔራል ፃድቃን ድማ ታደሰ ወረደ ህወሓት ሒዛቶ ንዘላ ዕላማ መሰናኸል ክኸውን ስለዝኽእል እቲ ፕሬዝዳንት ምእላይ ከምዘድሊ ንምግባር እዚ ንምግባር ድማ ህወሓት ልኡኽቶ ተቐቢላ ይብል ስልጣን ሚኒስተር ጌታቸው ረዳ ተረኪቡ ብዙሕ ክሰርሕ ትፅቢት ዝተገብረሉ ታደሰ ሕዚ እውን ብዙሓት ተቓውሞታት ይወርዶ ዘሎ እንትኸውን ድምፅታት እናተሰምዑ እዮም። ታደሰ ወረደ ምስቲ ኣብ ትግራይ ኮይኑ ምስ መንግስቲ ፌዴራል ኣብ ውጥጥ ዘሎ ውድብ ንምድሓን ዝከኣሎ ኩሉ ከምዝገብር ክገልፅ ዝፀንሐ እንትኸውን ህወሓት ንምድሓን ክንሰርሕ እየ ምባሉ ግን ኣይርሳዕን። ህወሓት ንምድሓን ከምዝሰርሕ ዕላዊ ዝገብር እቲ ፕሬዝደንት ብኣንፃሩ ድማ ጀነራል ታደሰ ወረደ ንምውራድ ህወሓት ካብ ሻዕብያ ትእዛዝ ተዋሂቡ ዝብል ሓብሬታ ይስማዕ። ጀነራል ታደሰ ቅድሚ ናብ ስልጣን ምምፅኡ ብዙሕ ኣካታዒ ዝኾኑ ዛዕባታት ዝነበርዎ ኮይኖም እቲ ፕሬዚደንት ናብቲ ቦታ ክመፅእ ብወገን ኣመራርሓ ህወሓት ተደጋገምቲ ምሕፀንታታት ናብ ፌደራል ተላኢኾም። እቲ ዘሎ ኣመራርሓ ዝወነነ እቲ ውድብ ድማ ታደሰ ስልጣን ምስ ዓተረ እንኳዕ ደሓን መፃኻ ዝብል ኣቀባብላ ብምግባር ተቐቢልዎ እዩ። እታ ውድብ ኣብ እትገብሮ ምንቅስቓስ ኣወንታዊ ምላሻት ዝህብ ፕሬዚደንት እውን ካብ መንግስቲ ፌዴራል ሹመት ተረኪቡ ንመንግስቲ ፌዴራል ኣብ ውጥጥ ምስ ዝርከብ ሓይሊ ወጊኑ ክብል ክስታት እውን ቀሪቦሞ ናብትን ካብትን ኢልካ ዘይትሕዝዎ ውግንና ቁመናን ከም ዝወነነ ዝንገረሉ እቲ ፕሬዚደንት ንሱ እውን ይተኣለ ዝብል ድምፅታት ይጋውሑ ኣለዉ። ታደሰ ወረደ ካብ ስልጣን ክወርድ ሻዕብያ ይጠልብ ኣሎ። ምስ መንግስቲ ኢሳያስ ዝግበር ርክብ ንህዝቢ ትግራይ ይጠቅም ኣይኮነን ክብል ድማ እቲ ፅምዶ ጀነራል ፃድቃን እውን ተቓዊሙ። ናብ ደቡብ ወሎ ገጹ ዝደፍአ ሰራዊት ፋኖ ዝተፈላለዩ ቁሸታት ሓውስ ከተማታት ኣብ ትሕቲ ምሉእ ምቁጽጻር ክእትወን ከለዉ ንከም ወልድያ ዝመስል ዓበይቲ ከተማታት እውን ብዙርየን ከቢብውን ይርከብ ኣብ ሓያለ ጥምጥም ዝርከብ እንትኸውን ካብቲ ናይ ሕዚ ሰሙን ምዕባለታት ድማ ሓይልታት ፋኖ ንሸነኽ ደቡባዊ ምዕራብ ወሎ ብምጥዋይ ኣብ ከባቢ ከተማ ጋሽን ዓስኪሩ ዝነበረ ሰራዊት ብልጽግና ከም ዝደምሰሶ እዩ ዘፍልጥ ዘሎ። እዚ ድማ ከም ከተማ ወልድያ፣ ድሓረ ቆቦን ደሴን ብኩሊት ካልእ ግንባር ክኽፈተለን ዘለዎ ወታደራዊ ምዕባለ እንትኾኑ፣ ብዘይካ እዚ ግን ብፍሉያት ሓይሊ ኮማንዶ ዝተሰነያ ዝተፈላለዩ ሃርድታት ፋኖ ኣብ ሽዋ፣ ጎንደር ከምኡ እውን ጎጃም ናብ ካልእ በርቃዊ ውሁድ መጥቃዕቲ ንምስግጋር ኣብ ምድልዋት ይርከባ። ሓይልታት ኣጎጉማ ዓፋር እውን እንትኾነ ኣብዚ ቀረባ እዋን ምስ ሓይልታት ፋኖ ፀሚዶም ዝርከቡ እንትኾኑ፣ ስርዓት። ብልፅግና እዚ ወታደራዊ ምዕባለ ብሓይልታት መንግስቲ ኤርትራን ትግራይን ዝተደገፈ ክብል እዩ ዝገልፆ። ብወገን መንግስቲ ኤርትራ ብመንገዲ ሚኒስተር ዑስማን ሳልሕ ኣብ መበል ሰማንያ ዋዕላ ሕቡራት ሃገራት ማለት እውን ነዚ ተግባር ዕሸላዊ ስርዓት ኣብይ ኣሕመድ ብዘይምዝካሩ ድማ ኤርትራ ኒዒቕናኩም ኢና ዝብል መልእኽቲ ኣሕሊፋ ኣላ። ንጥርዓናት ኣብይ ኣሕመድ ዕሽሽ ዝበለ ዝመስል ህግደፍ ድማ ነቶም ክስታት እናነፀገ ዝርከብ እንትኸውን ነቶም በቶም ዕጡቓት ዝፍነዉ ዘለዉ ጥቅዓት ግን ከም ዓወት ናቁጽሮም እዩ። ከም በዓል ፋኖ ዝኣመሰሉ ዕጡቓት ጉጅለታት ብገንዘብ ብምውዳብ ሓገዝ ይረኽብሉ ዝብል ክሲ ትግራይ ወራር ንምጅማር ምኽንያት ምዃኑ ይሕበር ኣሎ። ወታደራዊ ኣዘዝቲ ሰራዊት ህወሓት ኣብቲ ኣብ ወልድያ ዝተኻየደ መጥቃዕቲ ኣብ ራያን ወልቃይትን ኣብ ዝተፈጠረ ናዕቢ ብቐጥታ ከም ዝተሳተፉ ሚኒስተር እንትኸስስ ዕጡቓት ፋኖ ግን ካብ ዕስራን ሽዱሽተን መስከረም ክልተ ሽሕን ዕስራን ሓሙሽተን ኣብ ከባቢ ምምሕዳር ከተማ ወልድያ ኣብ ዞባ ሰሜን ወሎ ኣብ ዝርከብ ከባቢታት ምስ ሓይልታት መንግስቲ ክዋግኡ ከም ዝጸንሑ፣ ውጽኢቱ ድማ ምዕጻው ጽርግያ ከም ዝሰዓበ ተገሊጹ ነይሩ። ኣመራርሓ ህወሓት ነዚ ጉዳይ ኲናት ንምኽፋት ተደልዩ ደኣ'ምበር፣ TDF ሰራዊት ትግራይ ኣብ ዘይምልከቶ ኣጀንዳ ከይዱ ተኹሲ ኣይኸፍትን ክብል ግብረ መልሲ ሂብሉ። ሰራዊት ትግራይ ዝተወረረ መሬቱ ከምልስ፣ ናብ ውግእ ዘይኣተወስ ወሎ ከይዱ ናብ ውግእ ዝኣትወሉ ዝኾነ ዓይነት ምኽንያት የለን ዝበለ ምክትል ፕሬዚደንት ግዝያዊ ምምሕዳር ትግራይ ምክትል ኣቦ ወንበር ህወሓት ኣይተ ኣማኑኤል ኣሰፋ፣ ሰራዊት ትግራይ ቦሎ ተዋጊኡ ዝብል ፍፁም ሓቅነት የብሉን እንታይ ደኣ ተደልዩ ግን እንተልና ሰበብ ክብል ድማ ገብረ መልሲ ይብሉ ዘሎ ተኸታተልትን ፈተውትን ራራ ሚድያ ሎም ዕለት ዝሓዝናዮም እዋናዊ ዜናን ሓበሬታን እዚኦም ይመስሉ ነይሮም ተመሊስና ብካልኦት እዋናዊ ዛዕባታት ክንራኸብ ኢና ራራ ሚድያ ጥበብ ይመርሕ